ሰላም ዝኸበርኩም ተኸታተልቲ ወርልድ ላቭ ብመጀመርያ ርሑስ ቅንያት ሓድሽ ዓመትን በዓል ልደትን እናበልና ከም ወትሩ ሎሚ እውን ምስ ሓደ ተቓላሳይ ነጋዳይ ተዋሳኣይ ኮታ ብዙሕ ሞያ ተሓንጊጡ ዝኸይድ ዕውት ሰብ ክነላልየኩም መጺና ኣለና እሞ ሰናይ ምክትታል ሙሉእ ስሙ ድውያን ዶግላስ ጆንሰን ይበሃል። ኣብ ዓለም ግን ካብ ስሙ ንላዕሊ በታ ዞሮ ክትብል ቅጽል እዩ ዝፍለጥ። እዚ ኣሜሪካዊ ካናዳዊ ተዋሳኣይ ኣብርኣይ ፊሊም ቢዝነስ ማን ተቓላሳይን ናይ ቀደም ተጸዋታይ ኩዕሶ ዝርከቦ ኣብ ብርክት ዝበለ ሞያታት ዝነጥፍ ጻዕራም ሰብ እዩ። ጆንሶን ዋላ እኳ ዳኣ ሕጂ ካብቲ ስራሕ ጥሮታ ይውጻእ እምበር ቅድም ኢሉ ፍሉጥ ተቓላሳይ ኣብ ወርልድ ረስሊንግ ፈደረሽን ማለት WWF ናይ ሎሚ WWE ከም ዝነበረ ኩሉ ሰብ ዘይዝንግዖ ሓቂ እዩ። ብፍሊማዊ ስራሓቱ እውን ሰነፍ ከም ዘይምዃኑ ኣታዊታቱ ይምስክር። ስርሓቱ ኣብ ሰሜን ኣሜሪካ ሰለስተ ነጥቢ ሓሙሽተ ቢልዮን ዶላር ኣታዊ ክረክብ እንከሎ ብደረጃ ዓለም ከኣ ናይ ዓሰርተ ነጥቢ ሓሙሽተ ቢልዮን ዶላር ኣታዊ ገይሩ እዩ። እዚ ከኣ ንዕኡ ሓደ ካብቲ ልዑል ኣታዊ ዝእተዉ ናይ ቦክስ ኦፊስ ተኸሳእቲ ናይ ኩሉ ግዜ ይገብሮ። ናብ ድሕሪ ባይትኡ ምስ ንመለስ፣ ዘሮክ ኣብ ጉንበት ክልተ ሽሕን ትሽዓተ ሚእትን ሰብዓን ክልተን ኣብ ሃዋርድ ካሊፎርንያ ተወሊዱ። ግዜ ህጻንነቱ ምስ ስድራቤት ኣዲኡ ኣብ ኒውዚላንድ ዘሕለፎ ጆንሰን መባእታዊ ትምህርቱ እውን ኣብ ሪችሞንድ እትበሃል ኣብታ ሃገር እዩ ፈሊሙ። እቲ እዚ ኣብ ብርክት ዝበላ ዓውድታት ብሉጽነቱ ዘመስከረ ዘ ሮክ ኣብ ሽሕን ትሽዓተ ሚእትን ቴስዓን ክሳብ ሽሕን ትሽዓተ ሚእትን ቴስዓን ሓምሽተን ከም ፕሮፌሽናል ተጻዋታይ ኣብ ሽሕን ትሽዓተ ሚእትን ቴስዓን ሽዱሽተን ክሳብ ክልተ ሽሕን ኣርባዕተን እውን ደሓር እውን ካብ ክልተ ሽሕን ዓሰርተ ሓደን ክሳብ ክልተ ሽሕን ዓሰርተ ትሽዓተን ኣብ ዓውደ ቕልስ ከምኡ እውን ካብ ዓመተ ሽሕን ትሽዓተ ሚእትን ተሰዓን ትሽዓተን ክሳብ እዛ ሎሚ ዕለት ኣብ ሞያ ምውሳእ ከም መሪሕ ተዋሳኣይ ኮይኑ ይዋሳእ ኣሎ። እዚ ኣብ መጀመርያ ተስዓታት ኣብ ኩዕሶ ዝነጥፍ ዝነበረ ዘሮ ካብ ሽሕን ትሽዓተ ሚእትን ተስዓን ሓደን ምስ ዩኒቨርሲቲ ማያሚ ከም ተኸላኻላይ ኮይኑ ተዓዋቲ ናሽናል ሻምፕዮን ኮይኑ እዩ። ኣብ ዝቐጸለ ዓመታት ዘሮክ ምስ ካልጋሪ ሳምፒዶርስ ብምፍራም ናብ ካናዳ ከምርሕ እንከሎ ኣብ መፋርቕ ናይታ ቀዳመይቲ ዓመት ከኣ ካብቲ ዓውዲ ጠቕሊሉ ተኣልየ። ኣይጸንሐን ድማ ብቐጽበት ናብ ዓውዲ ኦልስ ብምምራሕ ኣብ ሽሕን ትሽዓተ ሚእትን ተስዓን ሽዱሽተን ምስ WWE ኩንትራት ድሕሪ ምፍራሙ ሳልሳይ ኣባላት ስድራ ቤቶም ኣብዛ ዓዲ ዝነጥፍ ክኸውን በቐዐ። እቲ ምንታይሲ ቀዲሙ ኣብ ግዜኡ ኣቦኡ ሮኪ ጀንሰንን ኣባሓጎኡ ፒተር ማቪያንን ኣባላት ናይቲ ካምፓኒ ነይሮም እዮም። ዳውያን ድማ ካብዚ ግዜ እዚ ጀሚሩ እዩ ብዘ ሮክ ክጽዋዕ ሕቡነቱ ሰማይ ክዓርግን ዝጀመረ። ዘሮ ካብቲ ዓውዲ ስብእነቱ ከርኢ ብዙሕ ኣይተጸገመን። ኣብ ውሽጢ ሓጺር ዓመታት ድማ ኣብ ሸንጫ ጥምየት ሚእቲ ተስዓን ሸሞንተን ቻምፕዮን WWE ማለት ናይ ሎሚ WWE ኮነ። WWE ኣብ መወዳእታ ቴስዓታት ኣብ መጀመርያ ክልተ ሽሕ ጽቡቕ ናይ ተለቪዥን ተራኣይነት ንኽረክብ ተፈታውነት ናይ ዘ ሮክ ዓቢ ተራ እዩ ተጻዊቱ። ኣብ ክልተ ሽሕን ኣርባዕተን ድማ ነዚ ዘድማዓሉ ሞያ ገዲፉ ናብቲ ጀሚርዎ ዝነበረ ሞያ ምውሳእ ብምሉእ ዓቕሙ ክነጥፍ ጀመረ። ኣይጸንሐን ግን ማዕረ ማዕረ ፍሊማዊ ስርሓቱ ኣብ ክልተሽሕን ዓሰርተ ሓደን እውን ከም እንደገና ኣብቲ ዝፈትዎ ናይ ቅልጽ መይኡ ተመልሰ። ዘሮክ ኣብ ረስሊን እቲ ኣሎ ዝበሃል ዝናታት ዓወታትን ሓፊሱ እዩ። ኣብ ሬሰልማንያ ኤክስኤክስቪ ኤልኤል ልዑል ኣታዊ ፐይ-ፐር-ቪው ክረክብ እንከሎ፣ ኣብ ተራኣይነት ዳብሊው ዳብሊው ኢ ቲቪ ሸው ከኣ ከም በዓል ዳብሊው ዳብሊው ኢ ራውን ዳብሊው ዳብሊው ኢ ስማክዳውንን ምርኢታቱ ልዕሊ ማንም ተዓዘብቲ ረኸበ። ዓወታት ዘ ሮክ ግን በዚ ኣይተሓጽረን፣ ብቑጽሪ ብርክት ዝበሉ ሻምፕዮናት ተጎናጺፉ'ዩ። ክልተ ግዜ ኢንተርኮንቲነንታል ሻምፕዮን ክኸውን እንከሎ፣ ሓሙሽተ ግዜ ታግ ቲም ሻምፕዮን ዓሰርተ ግዜ ዎርልድ ቻምፕዮን ሪያል ቻምፕዮንን ክኸውን በቒዑ። ብዓቢኡ ግን WWE ሲክስስ ትሪፕል ክረውን ሻምፕዮን ክኸውን ከኣለ። ጆንሰን እዚ ናይ ምውሳእ ሞይኡ ኣብ ረስሊን እናነጠፈ ከሎ'ዩ ኣብ ተለቪዥን ክቀላቐል ዝጀመረ። ንመጀመርያ ከም መራሒ ኮይኑ ዝተዋስኣላ ኣብ 2002 ኣብ ዳላስ በርኪዩ ኪንግ እትብል ፊልም'ያ ነይራ። ካብኡ ንድሕሪት ድማ ኣብ ብርክት ዝበላ ዕውታት ፊልምታት ሰሪሑ እዩ። ገለ ካብኣተን ዘ ጌም ፕላን ኣብ 2007፣ ክሩዝ ፌራሪ 2010፣ ጆርኒ ቱ ዘ ማስትሪየስ ኣየርላንድ ኣብ 2012፣ ሪታሊዬሽን ኣብ 2013፣ ሄርኩሎስ ኣብ 2014፣ ሳን እንድሪያስ ኣብ 2015፣ ሰንትራል ኢንተልጀንስ ኣብ 2016፣ ራምፔጅ ኣብ 2018 ከምኡውን እተን ዘሮክ ዕውት ናይ ቦክስ ኦፊስ ዝገበርኦ ፊልምታት ፋስት ኣብ 2011 ብፋስት ፋይቭ ዝጀመረ ኮይኑ ብምቕጻል ብፋስት ኤንድ ፌሮስ ሲክስ 2013 ፌሮስ ሰቨን ኣብ 2015 ከምኡ እውን ፌሮስ ኤይት ኣብ 2017 እየን ነይረን። ብምቕጻል ጆንሰን ኣብ ፊልምታት ጀማንጂ ብምስራሕ ጀማንጂ ዌልካም ቱ ጃንግል 2017 ብጀማንጂ ዘ ኔክስት ለቨል 2019 መሊሱ ዘመቐ ጆንሰን ኣብታ ካብ 2015 ጀሚሩ ባዕሉ ዘፍርያ ዝነበረ ቦሎርስ እትብል ኤችቢኦ ተኸታታሊት ፊልም ደሚቑ ወጸ። እዛ ንሓሙሽተ ሲዝናት ዝኸደት ምርኢት ኣብ ኤችቢኦ ዝበዝሐ ተራኣይነት ዝረኸበት ኮሜድያዊት ፊልም ዝብል ክብሪ ረኸበት። ካብዚ ሓሊፉ እውን ዘ ሮክ ኣብ ድርሰት፣ ምፍራይ ፊሊምን ምምራሕ መደባት ተለቪዥንን ጽቡቕ ገጽጋጽ ዘርኢ ዘለዎ ሰብ እዩ። ደሮ ካብ 2012 ጀሚሩ ሰበን ቡክስ ዝበሃል ናይ ኢንተርተመንትን ፕሮዳክሽን ካምፓኒ መስሪቱ ብርክት ዝበለ ፍርያት ኣብ ምፍራይ ይርከብ ኣሎ። እዚ ብምቕጻል ምስቶም ዝለዓሉ ዝኽፈሉ ተዋሳእቲ ዓለምና ዝስራዕ ጆንሰን ኣብ 2016ን 2019ን ኣብ ዝርዝር እቶም ሚእቲ ጸለውቲ ሰባት ዓለምና ክኣቱ ክኢሉ እዩ። ኣብ 2013 ፎርብስ እቲ ዝለዓለ ኣእታዊ ዝገበረ ተዋሳኣይ ክትብላ ጠመቐቶ። ኣብቲ ዓመት ንሱ ዓለም ለኻዊ 1.3 ቢልዮን ዶላር ኣታዊ ገይሩ እዩ። ኣብ ውልቃዊ ህይወት ዘሮክ ምስ ዝመጽእ ጆንሰን ሓንፈጽ ኮይኑ ኣቡኡ ጸሊም ካናዳዊ ክኸውን ከሎ ኣዲኡ እውን ሰማታዊት ከም ዝኾነት ይንገረላ። ዘሮክ ድሒሩ ዝሰዓበ ህይወት ጸቢቑ እምበር ቅድሚ ዓሰርተ ሸውዓተ ዝነበረ ዕድሚኡስ ብባእስን ስርቅን ምጥፍፋጨክን ዝርከቦ ብተደጋጋሚ ኣብ ትሕቲ ቀይዲ ይኣቱ ነይሩ እዩ። መጀመርታ ኣብ ክልተ ሽሕን ዓሰርተ ሸውዓተን ምስ ማንድያ ጋርሽያ ዝተባህለት ከም ተመርዓወን ኣብ ክልተ ሽሕን ሓደን ድማ ቦኽሪ ሲሞን ዝተባህለት ቆልዓ ወሊዱ። እንተኾነ እዚ ውሳዊ ሓዳር ኣብ ክልተ ሽሕን ሸውዓተን ተፈላለዩ። ድሕሪ እውን ጆንሰን ምስ ሓንቲ ላውራ ሃንቺያን ዝተባህለት ፍቕራዊ ጉዕዞ ጀመረ፣ ምስኣ ከኣ ኣብ ዓሰርተ ሸሞንተ ነሓሰ ክልተ ሽሕን ዓሰርተ ትሽዓተን ኣብ ሃዋይ ተመርዓዉ። እዚ ኣብ ካሊፎርንያ መንበሪ ገዛ ዘለዎ ጆንሰን፣ ኣብ ቨርጂንያ ድማ ዓቢ ናይ ሕርሻ ቦታ ከም ዘለዎ ይንገር። በዓል ብዙሕ ሞያታት ጆንሰን ዜግነት ኤሜሪካዊ ክኸውን ከሎ ኣብ 2009 እውን በብኡ ናይ ካናዳ ዜግነት ክረክብ ክኢሉ። ሲሞን ጓሉ ኣብ ለካቲት 2020 ጀሚራ ኣብ ማእከል WWE ትስልጥን ከም ዘላ WWE ገሊጹ ነይሩ እዩ። ኣብ ጉንበት ድማ ምስ ተጠቃለ ውዕል ከም ዝፈረመት ኣቦኣ ጆንሰን ሓቢሩ ነይሩ እዩ። እዚ ድማ ንዘረኩ ተኸቲላ ራብዓይቲ ወለዶ ናይቶም ስድራ ኣብ WWE ዝፈረመት ኮይና ኣላ።